ሰላም ሰላም ፍትዋት ተኸታተልቲ ሲኒማና ሎማዓንቲ ከምቲ ብዝሓኹም ዘጎት ላይፍ እትብል ፊልም ኣምጻልና ዝበልኩምኒ እታ ብብዙሓት ሰባት ኣዝያ ተፈታውነት ረኺባ ዘላ ኣብ ሓቃዊ ዛንታ ናይ ሓደ ብዘይሕጋዊ መገዲ ናብ ስዑዲ ኣትዩ ዘሕለፎም ናይ ቃንዛ እዋናት ተዘንቱ ፊልም ዘጎት ላይፍ ሒዘልኩ መጽኣ ኣለኹ ከም ትፈትውዋ ስለ ዘይጠራጠር ድማ ላይክ ክትገብርዋ ንዓደምኩ ሓደሽቲ ዝኾንኩም ድማ ነዛ ቻነል ሳብስክራይብ ብምግባር ምልክት ደወል ምጥዋቕ ከይትርስዑ። ሰናይ ጻንሒት። ፊልምና ትጅመር ኣብ መዕርፎ ነፈርቲ ስዑድ እንትኾን ክልተ ናጅብን ሓኪምን ተባሃሉ ህንዳውያን ንላለ ካብኡ እውን ክልቲኦም ስዑድ እትው ኣብ ምባሎም ምስቲ ናይ ፓስፖርት ኦፊሰር ዋላ ከዕልሉ ተፈተኑ ቋንቋ ዓረብ ግን ኢደ እግራ ስለ ዘይፈልጥዋ ምስቲ ሰብኣይ ምርድዳእ ፈታኒ ይኾኖም። ፓስፖርቶም እውን ድሕሪ ክንደይ ቸክ ምስ ተገብረ ካብቲ ኦፊሰር ይፈላለዩ እሞ ነቲ ናብዚ ዓዲ ንኽመጹ ስፖንሰር ዝገበሮም ሰብ ክጽበይዎ ይጅምሩ። ንመን ክሓቱ ከም ዘለዎምን ናብ ምንታይ ክኸዱ ከም ዘለዎምን ዝፈልጥዎ ነገር የለን። ኣብ መጠረሽታ ግን ሓደ ህንዳዊ ይረኽቡ እሞ ናብቲ ስፖንሰር ዝገበሮም ሰብኣይ ይድውለሎም። ኮይኑ ግን እቲ ሰብኣይ ቴሌፎን ከልዕል ኣይከኣለን። እቲ ህንዳዊ እውን ሎማዓንቲ ዓርቢ ብምዃኑ ኣብዛ ከተማ ስራሕ ዝበሃል ከምዘይስራሕ ይዛረቦም። እቲ ዝድውልሉ ዘለዉ ቁፅሪ ቴሌፎን ድማ ናይ ትካል ስለዝነበረ ሎማዓንቲ ክፉት ኣይኮነን። እቲ ሰብኣይ እውን ቅፅል ኣቢሉ ተስፋ ክትኮኖም ኢሉ እቲ ስፖንሰሮም ዝብልዎ ዘለዉ ሰብኣይ መገዲ ተዓፃፂዩዎ እምበር ክወስዶም ይመፅእ ከምዝህሉ ተስፋ ከምዝገብር ይዛረቦም። ካብኡ እውን ነጂብን ሃኪምን መማረፂ ስኢኖም ካብቲ ኤርፖርት ይወፁ እሞ ነቲ ስፖንሰር ዝገበሮም ሰብኣይ ብተስፋ ክፅበይዎ ይጅምሩ። ድሕሪ ፃንሒታት እውን ሓደ ሰብኣይ ንሓያሎ ደቓይቕ ምስ ተዓዘቦም ናብኦም ቅርብ ኢሉ ንናጂብ ስምካ ዓብደላ ድዩ? ክብል ይሓቶ። ይኹን እምበር ክልቲኦም ዋላ ሓንቲ እቲ ሰብኣይ ዝብሎ ዘሎ ነገር ክርድኦም ኣይከኣለን። በዚ ምኽንያት እውን እቲ ሰብኣይ ኣዝዩ ይሓርቕ እሞ ጸሪፍዎም ይኸይድ። ኮይኑ ግን ተመሊሱ ይመጽእ እሞ ፓስፖርቶም መንጢሉ ካብ ህንዲ ንዕዑ ክሰርሑ ዝመጹ ሰራሕተኛታት ምዃኖም የረጋግጽ። ኣብ መጠረሽታ እውን ናብ ማኪኑ ይወስዶም እሞ ናጂብን ሃኪምን ድማ መወዳእትኡ ስፖንሰርና ረኺብናዮ ኢሎም ኣዝዮም ይሕጎሱ። ኣብቲ ህሞት ናጂብ ነቲ ሰብኣይ ማይ ንክህቦ ይሓቶ። እቲ ሰብኣይ ግን እዚ ብዘይብሃል ምኽንያት ብዓረብ ሓሪቑ ይምልሰሉ። ብቕልጡፍ እውን ናብ ማኪንኡ ንክኣትዉ ይእዝዞም። ናጂብ እውን ንውሽጢ ንክኣቱ ናይታ ማኪና ማዕጾ ክኸፍቶ እንትቃለስ እቲ ሰብኣይ ሕጂ እውን ሓሪቑ ምስ ሳንጣኦም ኣብ ድሕሪት ክስቀሉ ይእዝዞም። ናጂብ እቲ ክቖጽሮም ዝፈቐደ ትካል ስለምንታይ ደረጃኡ ዝሓለወ ማኪና ከም ዘይሰደደሎም ዓቢ ሕቶ ይኾኖ። ምኽንያቱ ነቶም ካብ ካልኦት ዓዲ ኣብ ተመሳሳሊ እዋን ምስኦም ናብ ስዑዲ ዝኣተዉ ሰባት እቲ ክቖጽሮም ዝፈቐደ ትካል ብኸመይ ዝበላ መካይን ከም ዝተቐበሎም ብዓይኑ ርእዩ እዩ። ሃኪም ግን እቲ ዝድለ ነዚ ሰብኣይ ምርካብና እዩ ኢሉ ንናጂብ ምስ ኣደዓዓሶ ናብታ ማኪና ይድይቡ። ኣብ መገዲ እናሃለዉ እውን ንስድራኦም ብሰላም ከም ዝኣተዉ ንምዝራብ ብምንታይ ቴሌፎን ክጥቀሙ ከም ዘለዎም ክሓስቡ ይጅምሩ። ሃኪም እውን ተወንጢሑ ነቲ ሰብኣይ ቴሌፎን ኣብ ዘለዎ ከባቢ ጠጦ ከብለሎም ይዛረቦ። እቲ ሰብኣይ ግን ብስርዓት እንድሕር ዓሪፉ ኮፍ ተዘይሉ ትራፊክ ከም ዝሕዞም ብምዝራብ ሕጂ እውን ሓሪቑ ምዝራብ ይቐጽል። ድሕሪ ነዊሕ ጉዕዞ እውን ሃኪም ክታኸስ ይጅምር። ኣብ መጠረሽታ ድማ ኣብ ሓደ በረኻ ምስ በጽሑ እቲ ሰብኣይ ካብታ ማኪና ወሪዱ ኣቦ ካልድ ንተባህለ ሰብኣይ ይጽውዕ። ብምቕጻል እውን ንሃኪም ካብታ ማኪና ክወርድ ናጂብ ድማ ኣብኡ ንክጸንሕ ይእዝዝ። ኮይኑ ግን ናጂብ ሓቢሩ ምስ ሃኪም ይወርድ እሞ ክልቲኦም ብሓንሳብ ክኾኑ ከም ዘለዎም ብተወሳኺ ድማ ንስድራኦም ዝደውልሉ ቴሌፎን ከም ዘድልዮም ይዛረቦ። እቲ ሰብኣይ ግን ሕጂ እውን ብቋንቋ ዓረብ ሓሪቑ ይዛረቦም እሞ እስካብ ዘይተኣዘዘ ኣብዛ ማኪና ከይወርድ ደጊሙ ይዛረቦ። ናጅብ ሕጂ እውን ተኾነ እቲ ሰብኣይ ዝብሎ ዘሎ ነገር ዋላ ዋላ ኣይተረድኦን ዘሎ። ሃኪም ድማ ምስ ኣቦ ካልድ ብኢንግሊሽ ከዕልል ይፍትን። ኮይኑ ግን ንሱ እውን ክርድኦ ስለ ዘይከኣለ ከምቲ ሰብኣይ ክጭድረሉ ይጅምር። ካብኡ ንኣቦ ካልድ ንሃኪም ይወስዶ እሞ ከይወጽእ ኢሉ ነቲ ማዕጾ ይዓጽዎ። ሃኪምን ናጂብን ዝኾን ዘሎ ነገር ክኣምኑ ኣይከኣሉን። ኣብ ሳሞት እውን እቲ ሰብኣይ ንናጂብ ይወቕዖ እሞ ትም ክብል ተዛሪቡ ናብ ማኪንኡ ክድይብ ይገብሮ። ሃኪም እውን ናብ ምንታይ ጣጣ ኣተኹ ኢሉ እናበኸየ ዓው ኢሉ ስም ዓርኩ ክጽውዕ ይጅምር። ናጂብ ብኻልእ ገጽ ናብ ካልእ ናይቲ በረኻ ክፋል ይውሰድ እሞ እቲ ሰብኣይ ንኻልእ ጃእሰር ዝተባህለ ሰብኣይ ጸዊዑ እስካብ ዝወግሕ ኣብዚ ንክሕድሮ ተዛሪብዎ ይኸይድ። ናጂብ እውን ነቲ ጃሰር ተብሃለ ሰብኣይ ቴሌፎን ከም ተድልዮ ዋላ ከርድኦ ተፈተነ፣ ጃሰር ግን ብቋንቋ ዓረብ ጽባሕ ብምባል ይምልሰሉ። ሕጂ ድማ ንክድቅስ ዋላ ተኣዘዞ፣ ናጂብ ግን ጃሰር ዝብሎ ዘሎ ነገር ክርድኦ ኣይከኣለን። ናጂብ ብምቕጻል ኣዝዮም ተዳኸሙ ሰብኣይ ይርኢ። እቶም ሰብኣይ ዕድመ ድፍእ ዘበሉ፣ ዝወደይዎ ክዳን ተቐዳደደ፣ ነብሶም ዝረስሐ፣ ንሓያሎ ዓመታት ጨና ማይ ዝረሓቖም እዮም ዝመስሉ። ናጂብ እውን እዞም ሰብኣይ ከማይ ህንዳዊ ክኾኑ ኣለዎም ኢሉ ብምግማት፣ ብህንዲ ቴሌፎን ተሃልይዎም፣ ከምኡ እውን ንጎረሮ ዝኾን ማይ ኣበይ ክረክብ ከም ዝኽእል ይሓቶም። እቶም ሰብኣይ እውን ከም ዕድል ህንዳዊ ኮይኖም ስለ ዝጸንሑ፣ ናብዚ ዝመጽኣሉ ምኽንያት ዝፈልጥ ተኾይኑ ይሓትዎ። ማይ ንክሰቲ ድማ ናብ ሓደ ማይ ዝሓዘ በርሚል የመላኽትዎ። ናጂብ እውን ናብቲ ዝተባህሎ በርሚል ከይዱ ብዙሕ ማይ ይሰቲ። ሃንደበት ግን ከዕርፍ ኢሉ ኮፍ እንትብል ሓደ ግመል ይጽግዖ እሞ ኣዝዩ ይስንብድ። ናብቶም ሽማግለ ተመሊሱ እውን ኣበይ ክድቅስ ከም ዝኽእል ይሓቶም። እቶም ሽማግለ እውን ኣብ ዝጠዓሞ ክድቅስ ከም ዝኽእል ይዛረብዎ። ናጂብ ድማ ብምቕጻል ናብቲ ጃስር እተባህለ ሰብኣይ ደቂሱ ዝነበረ ቦታ ኣትዩ ኣብ መሬት ጨርቂ መሳሊ ተንጺፉ ግድም ይብል። ምርኢት ፊልምና ቀጺላ ናጂብ ኣብ ህንዲ ናብ ዝነበረሎም እዋናት ትወስደና። ናጂብ ዝሰርሕ ዝነበረ ኣብ ስራሕቲ ኮንስትራክሽን እዩ። ሓደ መዓልቲ እውን እናሰርሑ እንተለዉ ሓደ መሳርሕቱ ብዛዕባ ኣብ ስዑድ ዝርከብ ናይ ስራሕ ዕድል ኣልዒሉ ከዕልሎ ይጅምር። ካብኡ እውን ብዙሕ ብዛዕባ እቲ ነገር ድሕር ምዕላል እቲ መሳርሕቱ ንናጂብ ናብ ስዑድ ዝኸደሉ ቪዛ ኣበይ ክረክብ ከም ዝኽእል ይዛረቦ። ናጂብ እውን ነቲ ቪዛ ንምርካብ ክንደየናይ ዝኣክል ቅርሺ ከም ዘድልዮ ይሓቶ። ኣብቲ እዋን ድማ ናጂብ ዋላ ሓንቲ ቅርሺ ስለ ዘይነበሮ ገዝኡ ንክሸይጥ ይሓስብ። እቲ መሳርሕቱ ግን ገዝኦ ክንዲ ምሻጥ ሱቕ ኢለት ሒዙ ካብ መንግስቲ ቅርሺ ንክልቃሓሉ ይዛረቦ። ምኽንያቱ ሓደ ሻዕ ናብ ስዑዲ ተኣትዩ እቲ ቅርሺ ኣብ ክልተ ወርሒ ጥራይ ሰሪሑ ክምልሶ ከም ዝኽእል ይገልጸሉ። ናጂብ እውን በዚ ሓሳብ ተሰማሚዑ ስራሕቶም ምስ ወዳድኡ ምስቲ መሳርሕቱ ብዛዕባ እቲ ናይ ቪዛ ጉዳይ ክውድኡ ናብ ሓደ ክውድኣሎም ዝኽእል ሰብ የምርሑ። እቲ ሰብኣይ ስሙ ካሮቫት ኣንትኾን ናጂብ ነቲ ቪዛ ዝኾን ዝሓተቶ ቅርሺ ዓይኑ ተሐሴ ኣውጺኡ ይህቦ። እዚ ቅርሺ ንምርካቡ እውን ገዝኡ ኣትሒዙ ከም ዝኾነ ይዛረቦ። ካሮቫታ እውን ኩሎም ናብኡ ዝመጹ ሰባት ኣብ ፈለማ ከምኡ ከም ዝገብሩ፣ ደሓር ግን ስዑዲ ምስ ኣተዉ ብቕልጡፍ ሰሪሖም ርእሲ ገንዘቦም ከም ዝሓዙ ይዛረቦ። ናጂብ ድማ ቅጽል ኣቢሉ ንካሮቫታ እቲ ቪዛ ፌክ ናይ ዘይምዃኑ እንታይ መረጋገጺ ከም ዘለዎ ይሓቶ። እዚ ሕቶ ግን ንካሮቫታ ኣዝዩ ኣሕርቖ። ካብኡ ንካሮቫታ ፍርቂ ናይዚ መንደር ሰብ ባዕሉ ንስዑዲ ከም ዝሰደዶም ብምዝራብ ክጠራጠር ከም ዘይብሉ ይዛረቦ። ይኹን እምበር ሽዑ ንሽዑ ሓሳቡ ለዊጡ ነቲ ቅርሺ ንናጂብ ይምልሰሉ እሞ ካብ ሕጂ ነቲ ፕሮሰስ ናይ ቪዛ ክጅምረሉ ከም ዘይኽእል ይዛረቦ። ናጂብ ግን ካብ ልቡ ይቕረት ይሓቶ እሞ እቲ ፕሮሰስ የጀምሮ። ብምቕጻል ሰበይቲ ናጂብ ሳይኑ ምስ ወላዲት ኣደ ናጂብ ኮፍ ኢላ ንሪኣ። ሕጂውን ክልቲኤን ብዛዕባ ናይ ናጂብ ናብ ስዑዲ ምኻድ ናዕለላ ይርከባ። ኣብቲ ሃሞት እውን ናጂብ ካብ ስርሑ ይምለስ እሞ ንወላዲቱ ዝፈትዎ መግቢ ንኽትሰርሓሉ ይሓታ። ንሰበይቱ ሳይኖ እውን ጥንስቲ እናሃለወት ንብሕታ ገዲፍዋ ይኸድ ከም ዘሎ እናሓሰበ ክሻቐል ይጅምር። ምርኢት ፊልምና ናብ ሕጂ ትመልሰና። ጃሰር ካብ ድቃሱ ምስ ተሰሀ ኣብ ጥቓኡ ንናጂብ ይረኽቦ። በዚ ምኽንያት እውን ኣዝዩ ሓሪቑ ደጊሙ ናብ ውሽጢ ከይኣቱ እናተዛረበ የውጽኦ። ምኽንያቱ ናህት መደቀሲ ኣብ ደገ ጥራይ እዩ። ካብ ሕጂ እውን ደጊሙ ተኣትዩ እግሩ ከም ዝሰብረሉ ብምጽራብ የውጽኦ። ናጂብ ግን ሕጂ እውን ተኾነ ጃስር ዝብሎ ዘሎ ነገር ዋላ ሓንቲ ኣይተረድኦን። ንጽባሒቱ ንግሆ ናጂብ ዝተስእ ኣብ ጥቓ ጥሪት ነበረ። እቶም ሽማግለ ሰብኣይ እውን ጸባ እናሓለቡ ይጸንሕዎ። ብምቕጻል እውን ነቲ ዝሓለብዎ ጸባ ንጃስር ሒዙሉ ክኸድ ይዛረብዎ። እንተኾነ ግን ቋንቋ ዓረብ ክዛረብ ከም ዘይክእል ረሲዖሞ እዮም ነይሮም። ነጂብ ኣብ ጥሜት ስለ ዝነበረ እቶም ሽማግለ ዝሃብዎ ጸባይ ሰትዮ። እቶም ሰብኣይ ግን ኣዝዮም ሰንቢዶም ነቲ ጸባ የሕድግዎ እሞ ብህንዲ እቲ ጸባ ንጃሰር ከም ዝኾነ ይዛረብዎ። ነጂብ ብምቕጻል ናብ ጃሰር የምርሕ። ጃሰር እውን ትስእ ምስ በለ ነጂብ ጸባ ሒዙ ምስ ረኣዮ ክኣቱ ይፈቕደሉ እሞ ነቲ ጸባ ተቐቢሉ ይሰትዮ። ብምቕጻል እውን ናብቶም ህንዳዊ ሽማግለ ንክኸድ ንሶም ብጽሒት ስርሑ እንታይ ከም ምዃኑ ከም ዘርድእዎ ይዛረቦ። ነጂብ ግን ጀሰር ዝብሎ ዘሎ ነገር ዋላ ሓንቲ ስለ ዘይሓዞ ኣብ ዘለዎ ጠጠው ኢሉ ይተርፍ። እዚ ግን ንጃሰር ኣዝዩ ኣሕርቆ እሞ ካብ ሕጂ ብቋንቋ ህንዲ ንከይዛረቦ የጠንቅቆ። ነጂብ እውን ብፍርሒ እናተንቀጥቀጠ ንሱ ናብ ስዑዲ ዝመጸ ንሓደ ዓብዪ ትካል ክሰርሕ ስለ ዝኾነ መሊሱ ናብቲ መዕርፎ ነፈርቲ ንክወስዶ ይሓቶ። ጃሰር ግን ደፊኡ የውጾ እሞ ነቶም ሽማግለ እቲ ስራሕ ከመይ ከም ዝኾነ ንከርድእዎ የእዘዞም። ኣብ ተመሳሳሊ እዋን ድማ እቲ ትማሊ ካብቲ መዕርፎ ነፈርቲ ዝወሰዶም ሰብኣይ ናብኡ ይመጽእ። ናጂብ እውን ብቕልጡፍ ናብኡ ይኸድ እሞ ናብ ስድራኡ ንኸደውል ይሓቶ። እቲ ሰብኣይ ግን ዘረባ ናጂብ ዋላ ሓንቲ እንተይመሰሎ ዝኾነ ክሻ የሰክሞ። ናጂብ ድማ ሕጂ እውን ናብቲ ቪዛ ዝሰርሓሉ ካረባታ ክድውል ከምዝደሊ ይዛረብ። ምኽንያቱ ቅርሹ ዝኸፈለ ኣብ ሓሪፍ ትካል ክሰርሕ እምበር ኣብ በረኻ ክሽንዶ ኣይኮነን ኮይኑ ግን ሰብኣይ ሕጂ እውን ዋላ ሓንቲ ዝብሎ ዘሎ ነገር ስለ ዘይተረድኦ ብቋንቋ ዓረብ ነቲ ክሻ ንውሽጢ ከእትዎ የእዝዞ ናጂብ እውን መማረፂ ስኢኑ ነቲ ክሻ ንውሽጢ የእትዎ ካብዚ ብምቕፃል ሓደ ዝኣረገ ጀለብያን ሳእንን ይህብዎ ናጂብ እውን ፓስፖርትን ቪዛኡን ኣውፂኡ ምስ ክልቲኦም ክረዳዳእ ይፍትን ኣብ ትሙት ግን እቲ ሰብኣይ ፓስፖርት ቐዳዲዲ ይሽንድወሉ ነጂብ በዚ ተግባር ናይቲ ሰብኣይ ኣዝዩ ይስምብድ። ተቐዳደዲ ቁርጽራጻት ፓስፖርት ኣኻኺቡ እውን እዞም ሰባት ዝኾነ ዝሓሰብዎ ነገር ከም ዘሎ ክጥርጥር ይጅምር። ደሓር ድማ እቲ ሰብኣይ ምስ ጃሰር ኮፍ ኢሉ ባኒ ምስንካት ይጅምር። ንናጂብ ዋላ ተጸውዕዎ፣ ናጂብ ግን ብሰንኪ እቲ ፓስፖርት ኣዝዩ ሓሪቑ ስለዝነበረ ኮፍ ኢሉ ይተርፍ። እቲ ሰብኣይ እውን ነቲ ዝሰንከቶ ባኒ እናርኣየ መጺኡ ንኽበልዕ ይዛረቦ። ናጂብ እውን ካብ ዓቕን ንላዕሊ ጠምዩዎ ስለ ዝነበረ መጺኡ ኮፍ ካብ ምባል ወጻኢ ዋላ ሓንቲ ካልእ መማረጺ ኣይነበሮን። ነቲ ባኒ እናበልዐ ከሎ እውን ኣብ መንጎ ይሕነቕ እሞ ጃሰር ዝሰትዮ ማይ ምስ ሃቦ ባኒ ምስ ማይ እናኣለኽካ ከም ዝብላዕ ይምህሮ። ናጂብ ካብዚ ቅጽል ኣቢሉ ናብቶም ህንዳዊ ሽማግለ ይኸድ እሞ ካብዚ በረኻ ከመይ ከምልጥ ከም ዝኽእል ይሓቶም። እቶም ሰብኣይ ግን ብዝደኸመን ተቖራረጸን ድምጺ እቲ መገዲ ኣዝዩ ርሑቕ ከም ዝኾነ ተዛሪቦም ጥራይ ሓዲጎሞ ይኸዱ። ናጂብ ድሓር ንብሕቱ ከፊሉ ምስ ሰበይቱ ዘሕለፍዎም ምቁራት እዋናት ክዝክር ይጅምር። እታ ትውለድ ቆልዓ ጓል ተኾይና ሳብያ ወዲ ተኾይኑ ድማ ናብያ ኢሎም ስም ንኸውፅእሎም ቃል ኣትዮም ነበሩ። ካብኣተን ኣብ ዝፍለየሉ መዓልቲ ሰበይቱን ኣዲኡን ኣዝየን እየን ሓዚነን ነይረን። ነጂብ እውን ካብዞም ሓሳባት ምስ ወፀ ድሕር ኢሉ ክፀራረ ይጅምር። ካብኡ ግን ሃንደበት ጃሰር መፂኡ ነጂብ ንባዕሉ ንምፅራይ ማይ ናተጠቀመ ምስ ረኣዮ ኣዝዩ ሓሪቑ ይኸፍለሉ እየ፣ ከመይ ብዘይ ፍቓደይ ማይ ትጥቀም? ኢሉ ክጭድረሉ ይጅምር። ናጂብ እውን ሽቓቕ ምስ ተጠቀመ ናይ ግድን ማይ ከም ዘድልዮ ዋላ ተተዛረበ፣ ጃሰር ግን ካብ ቀጻሊ ማይ ተይኮነስ ሓሸዋ ክጥቀም ከም ዘለዎ ተዛሪብዎ ይኸይድ። ደሓረ ድማ ሓደ ኣብ ናይ ማይ ግልጋሎት ትካል ዝሰርሕ ህንዳዊ ናብቲ ቦታ ናይ ማይ በርሚል ክመልእ ይመጽእ። ናጂብ እውን ካብዚ በረኻ ክሃድም ስለ ዝደሊ ሒዝዎ ንክኸድ ይምሕጸኖ። ኣብቲ ሃሞት እውን እቲ ሰብኣይ ይመጽእ እሞ ምስቲ ሰብ ሞያ ማይ ክጓየቕ ይጅምር። ካብኡውን ሓሪቑ ናጂብ ክሃድም ሓቲትዎ ተኾይኑ ይሓቶ። እቲ ሰራሕተኛ ግን ከምዘይሓተቶ ይምልሰሉ። ኣብቲ ህሞት እውን እቲ ሰብኣይ ንናጂብ ብሓለንጊ ክወቕዖ ይጅምር። ናጂብ እውን ጠጠው ከብሎ ነቲ ሓለንጊ ግጥም ኣቢሉ እንትሕዞ እቲ ሰብኣይ ዝገደደ ይሓርቕ። እንታይ ዓይነት ንዕቐት እዩ? ናበለ እውን ናብ ውሽጢ ከይዱ መሳርሒ ብምምጻእ ንናጂብ ከፈራርሖ ይጅምር። ናጂብ ግን ሕጂውን ንባዕሉ ንምሕላው ነታ መሳርሒ ይሕዛ። እቲ ሰብኣይ ግን ግንባሩ ይወቕዖ እሞ ኣብዚ በረኻ ቀቲሉ ከም ዝቐብሮ ይዛረቦ። ናጂብ እውን ኣብታ በረኻ ኮይኑ ናይ ሰበይቱ ስም እናጸወዐ ክበኪ ይጅምር። ንምሸቱ እውን ናጂብ እቶም ኣረጊት ሰብኣይ ነተን ጥሪት መግቢ እናሃብዎን ይረኽቦም እሞ ኣብዚ ምስራሕን ምንባርን ካብ ዝጅምሩ ክንደይ ዓመት ከም ዝገበሩ ይሓቶም። እቶም ሰብኣይ ግን ኣብዚ ቦታ ንሓያለ ዓመታት ካብ ምጽንሖም ተለዓለ ጥዕና ሓንጎሎም እውን ጽቡቕ የለን። ኣብ ዝቕጽል መዓልቲ ጃሰር ናጂብ እስካዕ ሕጂ ካብ ድቃሱ ብዘይምትሳቕ ሓሪቑ ክዛረቦ ይጅምር። ጃሰር እውን ቅጽል ኣቢሉ ካብቲ ናጣል ጸባ ሓሊቡ ከምጽኣሉ ዋላ ተስዛረቦ ናጂብ ግን ከመይ ጸባ ከምዝሕለብ ዝፈልጦ ተኣምር የብሉን። እንተኾነ ግን ተባሃሎ ነገር ምግባር ግዴታኡ ከምዝኾነ ምስተረደኣ ነተ ናጣል ክሓልበን ይፍትን። ኮይኑ ግን ሓንቲ ጤል ረጊሓ ተውድቖ። ናጂብ እውን እቶም ሽማግለ ከደኣ ኢሉ ንጃሰር እንትሓቶ ጃሰር ንሕትኡ መልሲ ምሃብ ሓዲጉ ክጸርፎ ይጅምር። ጃሰር ካብ ምሕላብ ቀጺሉ ካልእ ብዙሕ ስራሕ ስለ ዝጽበዮ ቅልጥፍ ኢሉ ጸዋኡ ክሓልብ ይእዝዞ። እንተዘይኮይኑ ግን ሕፍስ ዝበለ መቕጻዕቲ ከም ዝጽበዮ ይሕብሮ። መማረጺ ዘይነበሮ ናጂብ ነተን ኣጣል ዳግማይ ክሓልበን ይፍትን። ድሕሪ ገለ ጻንሒት ድማ ክልተ ኣባጊዕ እናገጠሙ ይርኢ እሞ ከገላግሎም ይፍትን። እዚ ክገብር ኣብ ዝጀመረሉ እዋን ግን እተን ጥሪት ደፊኦን የውድቆ። ናጂብ እውን ቃንዛኡ ተጻዊሩ ክትስእ እንትፍትን ሓደ ድዑል መጺኡ ሃለዋቱ እስካብ ዝስሕት ወቂዑ ኣውድቆ። ኣብቲ ሞት ድማ እቲ ናይ ፈለማ ሰብኣይ ይመጽ እሞ ነተን ጥሪት መሳርሒኡ ብምትኳስ ካብቲ ቦታ ይብትነን። ንናጂብ እውን ማይ ደፊኡ ሃለዋቱ ክፈልጥ ይገብሮ እሞ ዝሰትዮ ንእሽቶ ማይ ይህቦ። ብናጂብ እውን ኣዝዩ ስለ ዝሓረቐ ተሲኡ ነተን ጥሪት ከካብ ዝኸድኦ ከምጽኣን ይእዝዞ። እዚ ተዘይገይሩ ግን መዓልቲ ሙሉእ ጥብ ትብል ማይ'ኳ ከምዘይህቦ ይሕብሮ። ናጂብ ድሕሪ ክንደይ ፈተና ካብ ዝወደቐሉ ይትስእ። ኣብቲ ህሞት'ውን ሓንቲ ጤል ናው ጽግዕ ትብል እሞ ናይ ናጂብ ቃንዛን ሕማምን ተረድኣ ትመስል ናጂብ ዋላ ሓንቲ እንተይደኸመ ነተን ጥሪት ባዕላ ትጽውዓሉ። ነጂቡ እውን ነታ ጤል ሓቒፉ እናበኸየ ከመስግና ይጅምር። ነጂብ ካብዚ ጨካን ናይ ቃንዛ በረኻ ተይወጸ ዓመታት ይሓልፉ። መልክዑ ብኽፋእ ሙሉእ ንሙሉእ ይልወጥ። ሓደ መዓልቲ ድማ ናጂብ ሓድሽ መልክዑ ኣብ ናይ ማኪና ስፖኪዮ ናይ ምርኣይ ዕድል ይረክብ። ሙሉእ ጭሕሙ ነዊሑ ገጹ ንባዕሉ ጸሊሙ ነበረ። ኣብቲ ሃሞት እውን እቲ ሰብኣይ መጺኡ ናጂብ ዳግማይ መልክዑ ከይርኢ ነቲ ስፖኬ ይሰብሮ። ናጂብ እውን ስባር ናይታ ስፖኬ ኣልዒሉ ጭሕሙ ንምሕጻር ይፍትን። ኮይኑ ግን ክሰምረሉ ኣይከኣለን። ናብ ኣምላኹ ቅንዕ ኢሉ እውን ነየናይ ሓጢኣት የጎነሖ ከም ዘሎ እናሓተተ ንባዕሉ እስካብ ምጥፋእ እውን ይውስን። ካብኡ ድማ ናብ ሓደ ጸድፊ ከይዱ ካብቲ ጸድፊ ክዘልል ክብል ዝሞተ ሬሳ እናበልዑ ዝነበሩ ኣሞራታት ይርኢ። ናብቲ ሬሳ ጽግዕ ኢሉ ተራእየ ግን እቲ ሬሳ ናይቲ ሽማግለ ሰብኣይ ከም ዝኾነ ይዕዘብ። በዚ እውን ኣዝዩ ይስንብድ። ነቶም ኣሞራታት እውን ካብቲ ናይቲ ሰብኣይ ሬሳ ከርሕቖም ይፍትን። ካብዚ ብምቕጻል ብርኩ ስብር ኣቢሉ ኣዲኡ ክፈላለዩ ከለዉ ዝሃበቶ ናይ ምግቢ መትሓዚ ኣቕሓ ከጭንዋ ይጅምር። እቲ ጨና እውን ኣብ ህንዲ ኣብቲ ምቁር ህይወቱ እናሃለወ ዝነበረ ግዜ የዘኻኽሮ እሞ ብሕራሮትን ጣዕሳን ኣብቲ በረኻ ክጎይይ እንትጅምር እቲ ሰብኣይ ይርእዮ እሞ ኣብ ግመል ኮይኑ ክጓየዮ ይጅምር። ብዙሕ እንተይጸንሐ እውን መሳርሒዑ ዓሊሙ እግሩ ይወቕዖ። ካብ ግመሉ ምስ ወረደ እውን ብዘይ ገለ ንሕስያ ክወቕዖ ይጅምር። ኣብታ ምሸት እውን ናጂብ ምስተን ጥሪት ተኣሲሩ ይዕጾ። ኮይኑ ግን ንባዕሉ ኣፍቲሑ ንምህዳም ይፍትን። እንተኾነ ግን እግሩ ኣዝዩ ቆሲሉ ስለ ዝነበረ ብዙሕ ካብቲ ቦታ ክርሕቕ ኣይከኣለን። ብጻምእ እውን ክሞት ኢሉ ስለ ዝነበረ እተን ጥሪት ኣብ ዝሰትያሉ ማይ ይሰቲ። ንጽባሒቱ ናጂብ ከምቲ ልሙድ ነተን ጥሪት ሒዙ ኣብቲ በረኻ እናተጓዓዘ እናሃለወ ሃንደበት ዝናብ ክሃርም ይጅምር። ካብኡ እውን ምስተን ጥሪት ኮይኑ ኣብ ትሕቲ ሓደ በዓቲ የጽልል። ኣብቲ ሃሞት እውን ንእሽቶ ባኒ ካብ ጅቦ ኣውጺኡ ክበልዕ ይጅምር። እታ ባኒ ዋላ እኳ ንእሽቶ ተነበረት ንሱ ግን ተይሰሰዐ ነተን ጥሪት እውን ክኾልሰን ይጅምር። ኣብቲ ሃሞት ድማ ናጂብ ካብ ርሑቕ ይመጽእ እናበረ ናይ ካልኦት ጥሪት ድምጺ ይሰምዕ። እቲ ድምጺ እውን ካበይ ኣንፈት ይመጽእ ከም ዘሎ ከጣልል ካብቲ በዓቲ ይወጽእ። ካብኡ ድማ ብዝገርም መልክዑ እቲ ቅድሚ ዓመታት ተፈለዮ ናይ ስደት ዓርኩ ሃኪም ምስ ረኣዮ ኣዝዩ ይሕጎስ። ናይ ሃኪም ቁመና ግን ልክዕ ከምኡ ተለዊጡ እዩ። ከም ቀደሙ እቲ ወዝ የለን። ሃኪም እውን ንናጂብ ሰላም ምስ በሎ ሕጂ ሕጂ ብሓንሳብ ካብዚ ቦታ ዝሃድምሉ መገዲ ከናድዩ ከም ዘለዎም ይዛረቦ። ብዙሕ ፈቲኑ ተስፋ ዝሰኣነ ናጂብ ግን ተደጋጋሚ ግዘ ከምልጥ ዋላ ተፈተነ ክሰምረሉ ከምዘይከኣለ ይዛረቦ። ድሕሪ ውሕዳት መዓልቲታት ድማ ሃኪም ንናጂብ መልእኽቲ ሓዲግሉ እንትኸድ ይሪኦ። ኣብቲ ሃሞት ግን እቲ ሰብኣይ ይመፅእ። በዚ ምኽንያት እውን ናጂብ ነቲ መልእኽቲ እንትወስዶ ከይሪኦ መታን ዓሪፉ ኮፍ ይብል። ካብኡ ድማ እቲ ሰብኣይ ካብኡ እስካብ ዝኽወል ሓልዩ ነቲ ሃኪም ዝሓደገሉ መልእኽቲ የንብባ። ኣብታ ደብዳበ ሃኪም እቲ መስርሕኡ ትማሊ ምስኡ እናዕለለ ርእይዎ ከምዘይኮን ገይሩ ከምዝወቕዖ ካብኡ ግን ደሓረ ሓደ ሰብኣይ ረኺቡ እቲ ሰብኣይ ካብዚ ቦታ ከህድሞም ከምዝኽእል ከምተዛረቦ ዝሕብር መልእኽቲ ይሓድገሉ። ናጂብ'ውን ድሕሪ ሓያሎ ዓመታት ተስፋ ክረክብ ይጅምር። ደሓረ ድማ ናጂብ ንሃኪምን ነቲ ኢብራሂም ዝተባህለ ሃኪም ተላለዮ ሰብኣይ ይረኽቦም። ኢብራሂም'ውን ገጹ ጸሓይ ንጉሆ ኣምሲሉ ምስተቐበሎ ንባዕሉ የላልዮ። ድሕሪ ውሑዳት መዓልትታት ጓልት መስርሒ ኦም ስለ ትምርዖ ኩሉ ሰብ ኣብቲ መርዓ ከም ዝርከብ ንናጂብ ይዛረቦ። እዚ ኣጋጣሚ እውን ካብዚ ቦታ ንምህዳም ጽቡቕ ዕድል ከም ዝኾነ ይሕብሮም። በዚ ድሕሪ ምስምማዖም እውን ምርኢትና ቅድሚ እታ ናይታ መርዓ መዓልቲ ምሸት ናጂብ ምስተን ጥሪት ተኣሲሩ ተርእየና። እቶም መስራሕቲ ድማ ናተጻወቱ እናበልዑን ነበሩ። ኣብቲ ሃሞት እውን እቲ ሰብኣይ ናብ ናጂብ ጽግዕ ኢሉ ዝበልዖ ንእሽቶ ስጋ ይህቦ። ንጽባሒቱ ጃሰር ናብቲ መርዓ ጉዕዞ ይጅምር እሞ ንናጂብ ነተን ጥሪት ክሕልወን ይእዝዞ። ናጂብ እውን ጃሰር ኪድ ምስ በለሉ ነቲ በርሚል ከፊቱ ነብሱ ይሕጸብ እሞ ጻምኡ የዐግስ። ኣካላቱ ማይ ዝረኸበ ድሕሪ ሓያሎ ዓመታት እንትኾን ማይ ከመይ ከም ዝነበረ ንባዕሉ ረሲዕዎ እዩ ነይሩ። ካብኡ ናጂብ ኣብ ፈለማ ገይርዎ ነበረ ክዳን ክገብሮ ካብ ሳንጥኡ የውጽኦ። ኮይኑ ግን ኣዝዩ ቀጢኑ ስለ ዝነበረ ክሕዞ ኣይከኣለን። ካብኡውን ስሪኡ ንምእሳር ገመድ ክደላሊ ይጅምር። ብምቕጻል ድማ ቅድሚ ካብቲ ቦታ ምውጻኡ ነተን ጥሪት መግቢ ይህበን። እዚ ኩሉ እዋን ምስኡ ዝነበራ ንሰን ጥራይ ስለ ዝነበራ ክፍለየን ከሎ ንሓዘን እዩ ነይሩ። ካብዚ ብምቕጻል እውን ሳንጣ ሒዙ ምስ ሃኪምን ኢብራሂምን ጉዕዞ ይጅምር። ምስ መሰየ እውን ሃኪም ማይ ኣዝዩ ይጸምኦ። ኢብራሂም እውን ናብ ሓንቲ ድንኳን ከይዱ ማይ ሰሪቑ ክሳብ ዘምጽኣሎም ኮፍ ኢሎም ክጽበይዎ የእዝዞም። ኮይኑ ግን ድሕሪ ጻንሒታት እቶም ኣብታ ድንኳን ነበሩ ሰባት ንኢብራሂም ምስ ረኣይዎ ሰራቒ ብምባል ይትኩስሉ። ኢብራሂም ግን ዕድል ገይሩ ንናጂብን ሃኪምን ሒዙ ካብቲ ቦታ ይሃድም። ንጽባሒቱ ንግሆ ሰለስቲኦም እስካዕ ሕጂ ኣብቲ በረኻ ከም ዘለዉ ንዕዘብ። ዋላ ሓንቲ ማይ ይኹን መግቢ ዝበሃል ኣይጠዓሙን። ኣብ ልዕሊኡ እታ ጸሓይ ይዓው እያ ተብል። ኣብ መንጎ ጉዕዞኦም ድማ ሰለስቲኦም ሃንደበት ሓደ ዝሞተ ጊመል ይርእዩ። ጊመል እኳ ነዚ በረኻ ክጻወሮ ዘይከኣለ ንሶም ከመይ ክጻወርዎ ከም ዝኽእሉ እናሓሰቡ ተደናጊሮም ሃኪም ተስፋ ክስእን ይጅምር። ካብኡ እውን ሰለስቲኦም ብምቕጻል ናብ ኣምላኾም ክጽልዩ ይጅምሩ። ድሕሪ ንእሽተይ ጉዕዞ ድማ እግሪ ነጂብ ይቖስል። ምኽንያቱ ካብተን ጥሪት ካብ ዝፈላለ ጀሚሩ ጥራይ እግሩ እዩ ክጓዓዝ ውዒሉ ሓዲሩ። ኢብራሂም እውን ናይ ናጂብ እግሪ ብጨርቂ ጠማጢሙ